ጳውሎስ እሱር ክርስቶስ የሱስ፣ ጢሞጥዮስውን ሓውና፣ ናብቲ ፍቁርን መዓይይትናን ፊልሞን፣ ናብ ኣጵያ ሓፍትናውን ናብቲ ምሳና ኮይኑ ዝዋጋእ ኣርቂጶስ ከኣ፣ ናብታ ኣብ ቤትካ ዘላ ማሕበርውን፣ ካብ እግዚኣብሄር ኣቦናን ካብ ጐይታና የሱስ ክርስቶስን ጸጋን ሰላምን ይውረድኩም። ኣታ ሓወየ፣ ልቢ እቶም ቅዱሳት ብኣኻ ስለ ዝቐሰነ፣ በታ ፍቕርኻ ብዙሕ ሓጐስን ህድኣትን ረኺበ እየ እሞ፣ እተን ንጐይታና የሱስ፣ ንኹሎም ቅዱሳትን ዘለዋኻ ፍቕርን እምነትን ምስ ሰማዕኩ፣ ነቲ ብክርስቶስ ኣባኻትኩም ዘሎ ኹሉ ሰናይ ነገር እናፈለጥካ፣ እቲ ሕብረት እምነትካ ምእንቲ ኼስልጥ፣ ኣብ ጸሎተይ እናዘከርኩኻ፣ ኩሉ ሳዕ ንኣምላኸይ ኣመስግን ኣሎኹ። ስለዚ እቲ ግቡእ ኽእዝዘካ ብክርስቶስ የሱስ ብዙሕ ትብዓት ዘሎኒ ኽነሰይሲ፣ ከምዛ ዘለኽዋ ኣነ ጳውሎስ ኣረጊት ሕጂ ውን ናይ የሱስ ክርስቶስ እሱር ምእንቲ ፍቕሪ ኢለ እልምነካ ኣለኹ። ብዛዕባ እቲ ኣብ መቝሐይ ኰይነ ዝወለድክዎ ወደይ ኦኔስሞስ እልምነካ ኣለኹ። ንሱ ቀደም ኣይጠቐመካን ሕጂ ግና ንኣኻን ንኣይን ይጠቕመና እዩ እሞ ናባኻ መሊሰዮ ኣለኹ። ከም ልበይ ጌርካ ተቀበሎ ኣነስ እኳ ኣብዚ መቀውሐይ ስለ ወንጌል ኣብ ክንዳይ ኮይኑ ምእንቲ ከገልግለኒ ንርእሰይ ከትርፎ ምደለኩ ነይረ ግናከ እቲ ሰናይ ግብርካ ብፍታው እምበር ከም ብግዲ ምእንቲ ከይከውን ብዘይ ፍቃድካ ሓንቲ እኳ ክገብር ኣይፈተኹን እቲ ንሱ ንሽዑ እተፈልየካ ምናልባሽ ንሓዋሩ ምእንቲ ክትረኽቦ እዩ ዝኸውን ደጊምሲ ካብ ባርያ ዝበለጸ ምናዳ ንኣይ ክንደይ ግዳ ኣብዚሑ ንኣኻ ብስጋን ብጎይታን ከም ፍቁር ሓው ክትረኽቦ እምበር ከም ባርያ ኣይኮነን እምበኣርሲ ከም ሓው እትርእየኒ እንተኾንካስ ከም ነፍሰይ ጌርካ ተቐበሎ ግናኸ ገለ በዲሉካ ወይስ ተዓዲዩካ እንተ ዀይኑ፣ ኣባይ ቍጸሮ። ኣነ ጳውሎስ ብኢደይ ጸሓፍክዎ። ርእስኻ እኳ ብዓል ዕዳይ ኢኻ ከይብለካ ኣነ እፍደዮ። እወ፣ ኣታ ሓወየ፣ ኣነ ካባኻ ብጐይታ እጠቐም። ብክርስቶስ ንልበይ ኣቕስነለይ። ሓለፋ እዚ ዝብለካ ዘሎኹ ከም እትገብር ፈሊጠ፣ ከም እትሰምዓኒ እውን ኣሚነ እየ እዚ ዝጸሓፍኩልካ። ምስናይ እዚ እውን ብጸሎትኩም ኣነ ክወሃበኩም ተስፋ እገብር ኣሎኹ እሞ ስፍራ ሓዘለይ። ኤጳፍራስ ብክርስቶስ የሱስ መተኣስርተይ ከምኡውን እቶም መተዓይይተይ ማርቆስ፣ ኣርስጠርቆስ፣ ዴማስ፣ ሉቃስ ሰላም ይብሉኻ ኣለዉ።